ብጎይታናን መርሓይና የሱስ ክርስቶስ ተፈተኹም ክቡራት ኣሕዋት ጸጋ ጎይታናን መርሓይና የሱስ ክርስቶስ ንዓኻትኩም እንኩም ትንቢት ዳንኤል ካብ ምዕራፍ ሓደ ክሳብ ምዕራፍ ዓሰርተ ሓደ በፂሕና ኣብ ዝሓለፈ ትንቢት ዳንኤል ኢና መፅናዕት ንገብረላ ዘለና ምክንያቱ እዋናውን ኣገዳስን መፅሓፍ ስለ ዝኾነ ንሕና ክነጽንዖ ይግብኣና እዩ እዚ ትንቢት ዳንኤል ብዘይ ትንቢት ዳንኤል ጸረ ክርስቶስ ክንፈልጦ ይንኽእልና ብዘይ ትንቢት ዳንኤል ናይ ሓሰውቲ ነቢያት ማምሃራን ፈሊና ክንፈልጦ ኣይንኽእልና እሞ ስለዚ እዩ ከዓ ብተኸታታሊ ካብ ምዕራፍ ሓደ ክሳብ ምዕራፍ ዓሰርተ ክልተ ክነጽንዖ ዝተገደድና ምክንያት ማለት እዩ እሞ እስኪ ሕጂ እውን ምዕራፍ ዓሰርተ ክልተ መጽናዕቲ ክንገብር ኢና ነዚ ዝገልጸልና ህያው መንፈስ ቅዱስ እዩ ኣቐዲምና ቅድሚ ናብቲ ምዕራፍ ምእታውና ጸሎት ክንገብር ኢና። ሰማይን ምድርን ኣባታቶም ዘሎ ኩሉ ዝፈጠርካ ልዑል እግዚኣብሔር ኣቦ ነመስግነካ ኣለና ሕጂ ኸኣ ጎይታየ ከምተን ዝሓለፋ መዓልታት ነዚ ቅዱስ ቃልካ ክትገልጸልናን ክተብርሃልና እግዚኣብሔር ኣምላኽ ብንጹር ማእታን ክንመላለስ ንኽብርኻን ሰናይካ ደው ክንብል ብዛዕባ እቲ ጸረ ክርስቶስን ክፉእ ዘበለ ፍሕሶ ሰይጣንን ኣጸቢቕና ማእታን ክንፈልጦስ እግዚኣብሄር ክትገልጸልና ንዓይ ነሕዋተይን ንጽሊ ብስም ወድኻ የሱስ ክርስቶስ ኣሜን ትንቢት ዳንኤል ምዕራፍ ዓሰርተ ክልተ መቐፀልታ ናይ ምዕራፍ ዓሰርተ ሓደን ከምኡ እውን ምዕራፍ ዓሰርተ ምዕራፍ ዓሰርተ እንታይ ኢልና ነርና መእተዊ ናይ ምዕራፍ ዓሰርተ ሓደ ኢና ኢልና ነርና ሕጂ ምዕራፍ ዓሰርተ ሓደ ኸ ኣይተወደአትን ገና ኣብ ፍቕዲ ኣርባዓን ሓሙሽተን ኣይተዛዘመትን ትቕፅል እያ ሕጂ እንታይ ኢሉ ኣሎ ይቕፅል ከም ምዃኑ ሲ ባዕሉ እቲ ሓሳባት ይገልፀልካ እዩ ትንቢት ዳንኤል ዓሰርተ ክልተ ፍቕዲ ሓደ እንታይ ይብል በቲ ዘመንቲ ሚካኤል ይብለን መዓስ እዩ ሕጂ በቲ ዘመንቲ ክብል ከሎ ኣብ ፍቕዲ ኣርባዓን ሓሙሽተን ወይ ኣርባዓን ኣርባዕተን ምዕራፍ ዓሰርተ ሓደ ኣወንዚፊ ገዲፍዋ እቲ መልኣኽ ማለት እዩ ኣይዛዘማን ኣይወዳኣን ኣይተወደአትን ማለት እዩ ሕጂ እንታይ ይብል ኣሎ በቲ ዘመንቲ ሚካኤል እቲ ምእንቲ ደቂ ህዝብካ ይብል ኣሎ ሕጂ እንታይ እንዳኮነ ከይድ ኣሎ ይቅፅል ኣሎ ገና ጠጠው ኣይበለን ብዛዕባ እቲ ራእይ ብዛዕባ እቲ ራእይ እቲ መልኣኽ ንዳንኤል ዝገለፀሉ ገና ስቲል ክሳብ ሕጂ እንታይ ይኸውን ኣሎ ይቅፅል ኣሎ እሞ ኣበይ በፂሕና ነርና እንተዳ ኢልና ኣብ ዓሰርተ ሸውዓተ ሰብዓን ሸሞንተን ዓሰርተ ሸውዓተ ተስዓን ሸሞንተን ይቕሬታ ኣብ ዓሰርተ ሸውዓተ ተስዓን ሸሞንተን ኣብ ዝሓለፈ ትንቢት ዳንኤል ዓሰርተ ሓደ ከም ዝረኣናዮ ጠጠው ዝበልናሉ ማለት እዩ እቲ ናይ ናፖሊዮን ናይ ፈረንሳ ሓይሊ መፂኡ ነቲ ጳጳስ ከም ዝኣሰሮ ከም ዝሓዞ ናይ መጀመርያ መጥቃዕቱ ከምዝሓዞ ርኢና ነርና እሞ ድሕሪ 1798 ከ እዚ ናይ ሪቮሉሽን ናይ ፈረንሳ ኣብየት ከም ዝተላዓለ ኣብ ምስቲ ናይ ራ ዮሃንስ ዓሰርተ ሓደ ኣተሓሒዝናዮ ነርና ማለት እዩ ሕጂ እዚ ምስ ገለፀሉ ገና ኣይወድኦን ገና ገብርኤል መልኣኽ ንዳንኤል ተዛሪቡ ኣይወደእን ይቕፅል ኣሎ ማለት እዩ ሕጂ ናበይ ንኸይድ ኣለና ዳርጋ ናብ ናይ መወዳእታ ኢና ሕጂ ንመፅእ ዘለና እቲ ቅልስ ዝውድኣሉ ኣብ መንጎ ክርስቶስን ኣብ መንጎ ሰይጣንን መዕለቢ ዝርከበሉ ናብ ናይ መወዳእታ ገፅ እዩ ዝኸይድ ዘሎ በቲ ዘመንቲ ሚካኤል እቲ ምእንቲ ደቂ ህዝብኻ ዝቐውም ዓብዪ መስፍን እዚ ሚካኤል እዚ መን እዩ ኣብ ዝሓለፈ ርኢና ነርና እዚ ሚካኤል እዚ ሓደ ኣኸሎ ንክትፈልጦ ቀሊል እዩ በቲ ጽሑፍ መሰረት ብዙሓት ሰባት እዚ ሚካኤል እዚ መልኣኽ እዩ ሓለቓ ናይ መላእኽቲ ኮይኑ ግን መልኣኽ እዩ ፍጡር ኢሎም ዝዛረቡ ኣለዉ ነገር ግን ኣብ ዝሓለፈ ከም ዝረኣናዮ ኣብ ምዕራፍ ዓሰርተ ከም ዝረኣናዮ እንታይ ርኢና ነርና ሚካኤል ኢልዎ ንዳንኤል እንታይ ኢልዎ ማለት እቲ ሚካኤል እቲ መስፍንኩም ንሱ እንተዘይኮይኑ ካልእ ክሕግዘኒ ዝኽእል የልቦን ኢሉ ከም ዝገለጸሉ መስፍን ዳንኤል መን እዩ እንተደኣ ኢልና ክርስቶስ እዩ ኣብዚ እውን እቲ ምእንቲ ደቂ ህዝብኻ ዝቀውም ኢልዎ ኣሎ ወይ ከዓ ዝትንስእ ኢልዎ ኣሎ ኣብዚ ሕጂ ክንርድኦ ዝግብኣና ምእንቲ ህዝቢ እስራኤል ምእንቲ ህዝቢ ኣምላኽ ደው ክብል ዝኽእል ክቐውም ዝኽእል ክከላኸለልና ዝኽእል መን እዩ ኢልኩም ሕሰቡ። መልኣኽ ዶ ኣብ ክንዲ ህዝቢ ኣምላኽ ክቐውም ይኽእል? መልኣኽ ዶ ኣብ ክንዳይን ኣብ ክንዳኹምን ክረኣየልና ወይ ከኣ ክትከኣና ይኽእል ዶ? ኣይክእልን እዩ ስለዚ ሓደ ዓብዪ መስፍን ኢልዎሎ ዓብዪ መስፍን ኢልዎሎ እዚ ዓብዪ መስፍን ንባዕሉ ሓደ ንጎይታና ንመድሓኒና የሱስ ክርስቶስ ዝውክል ደኣ እምበር ካልእ ዓብዪ መስፍን ወይ ከዓ ንጉስ የብልናን ብዘይካ ሚካኤል ማለት እዩ ክትንስእ ይብለና ሽዑ ክትንስእ መዓስ እዩ ኣብቲ ናይ መወዳእታ ዘመን ማለት እዩ ኣብቲ ናይ መወዳእታ ዘመን ጎይታናን መድሓኒና የሱስ ክርስቶስ ሕጂ ኣብታ ቅድስቲ ቅዱሳን ኮይኑ ኣገልግሎት የካይድ ኣሎ ሓንቲ መዓልቲ ኣብ ዘይተፈለጠ መዓልቲ ግን ካብኣ ዝወፀሉ ግዜ ኣሎ ካብቲ ቅድስቲ ቅዱሳን ምስ ወፀ ሽዑ እዛ ምድሪ እዚኣ ቅድሚ ሕጂ ሪኣቶ ዘይትፈልጥ ፀገም ሪኣቶ ዘይትፈልጥ ፀበባ ከም ዝወርድ ባዕሉ ትንቢት ዳንኤል ምዕራፍ ዓሰርተ ክልተ ይገልጸልና ሽዑ ዘመን ጸበባ ክኸውን እዩ ከምኡስ ካብታ ህዝቢ ዝሃለወላ ጀሚሩ ክሳዕታ ግዜ እቲኣ ኮቶ ኮይኑ ኣይፈልጥን እዩ ከምዚ ዓይነት እዚ መከራ ከምዚ ዓይነት እዚ መቕዘፍቲ ሞት ኮይኑ ኣይፈልጥን እዩ ልክዕ ምስቲ ናይ ራይ ዮሃንስ ምዕራፍ 15 16 ድሕሪኢናዮ እቲ ናይ ማዕፆ ናይ ምሕረት ምስተዓፀወ ኣብዚ ምድሪ እዚ ሸውዓተ መዓት ከም ዝወርድ እዚ ዘይበሃል ህዝቢ ከም ዝጠፍእ ብዙሕ ሞት ከም ዝኸውን ካብኡ ክንርዳእ ንኽእል ኢና ማለት እዩ ሕጂ ኣብዚ ናይ ኩሉ ሰብ ምድሓንን ዘይምድሓንን ዝተወሰነሉ ጎይታናን መድሓይና የሱስ ክርስቶስ ኣብቲ ቅድስቲ ቅዱሳን ናይ ምርመራ ወይ ከዓ ናይ ፍርዲ ወዲኡ ናብዚ ዝመፃሉ ግዜ እናተዳለወ ከሎ ኣብዚ ምድሪ እዚ ዝኸውን መዓት መከራ ሽግር ማለት እዩ መን ደኣሉ ካብቲ ጸበባቲ ካብቲ ሽግር እቲ ክድሕን ዝኽእል ንዝብል ሕቶ ባዕሉ ይምልሰልና ማለት እዩ እቲ ናይ ማዕጾ ምሕረት ምስ ተዓጸወ ምስባኽ የለን ምምሃር የለን ናይ ኩሉ ሰብ ዕድሉ ምስ ኣብቅዐ ሽዑ መን ደኣሉ ኣብዚኣ ካብቲ ዝወርድ ጸበባ ካብቲ ዝወርድ ሽግር ክድሕን ዝኽእል ንዝብል ሕቶ ኣብኡ ይምልሰላ እንታይ ኢሉ መሲልኩም በታ ግዜ እቲኣስ ህዝብኻ ኣብ መጽሓፍ ተጻሒፉ ተረኸበ ዘበለ ክድሕን እዩ በታ ግዜ እቲኣስ ኣብ መጽሓፍ ህይወት ሕጂ ኣብ መጽሓፍ ህይወት ዝተጻሓፈ ዘበለ ካብቲ ዝወርድ መዓት ኣይክረኽቦን እዩ። እዚኣ ሕጂ ልክዕ ከምቲ ኣብ ግብጺ ዓሰርተ መዓት ወሪዱ እቶም ግብጻውያን መከራ ሽግር ክወርዶም ከሎ እስራኤላውያን ግን መከራ ሽግር ኣይወርዶም እዩ ነይሩ። እንደገና ኣብ መዝሙር ዳዊት ተስዓን ሓደን ከዓ ኣብ የማንካ እልፊ ኣብ ጸጋምካ እውን ኣሻሕ ክወድቁ እዮም ኣባኻ ግና ኣይክበጽሕን እዩ መስጣ ረሲኣን ብዓይንትኻ ክትሪኦ ኢኻ ናብ ድጓንካ ኣይክቐርብን እዩ ዝብል ኣብ መዝሙር ዳዊት ቴስዓን ሓደን ዝተጻሕፈ ልክዕ ኣብዚኻ እቶም ኣብ መጽሓፍ ህይወት ዝተጻሓፉ እዮሞ ኣብዛ ምድሪ እዚኣ ክድሕኑ ዝኽእሉ እምበር እዚ ዘይበሃል መዓት ሽግር ዋይዋይታ ብኽያት ሞት ከም ዝኸውን ኣብዚ ምድሪ እዚ ካብታ ምድሪ ተፈጠረትላ ኣትሒዙ ክሳብ ሸዓ ግዜ ከምዚ ዓይነት ዝመከራ ሽግር ኮይኑ ኣይፈልን እዩ እዚ ናይ ካታካምቦ ቀሊል እዩ እዚ ዝሓለፈ ናይ ኣውሮጳ ቀሊል እዩ እዚ ይብርትዕ ማለት እዩ ኣብዚ ግን ብሓቂ ብጎይታ ብየሱስ ክርስቶስ ዝኣመኑ ብስሙ ዝኣመኑ ንስሓ ዝገበሩ ንሳቶም ከም ዝድሕኑ ኣብኡ ይገልጸልና ደሓር እንታይ ገሊጹ ኣሎ ኣብ ፍቕዲ ክልተ ካብቶም ኣብ መሬት ደቂሶም ዘለዉ ካብቶም ኣብ መሬት ደቂሶም ኣለዉ ቅድሚኣ ግን እዚ ጸበባ ሽግር ኢልዎ ደሎ ናይ ነፍሲ ወከፍ ዕድል ከም ዝውሰን ኣንተይ ገሊጸልኩም ነይረ ልክዕ ምስታ ናይ ራ ዮሃንስ ዕስራን ክልተን ዓሰርተ ሓደ ከነንብብ ከለና እዛ ጥቕሲ እዚኣ ሕጂ ኣይንሰብካይናን ምክንያቱ ግዜኣን እዋናን ኣይኮነን እቲ ገፋዒ ኣዝዩ ግፋዕ፣ እቲ ርኹስ ኣዝዩ ይርከስ፣ እቲ ጻድቕ ኣዝዩ ጽድቂ ይግበር፣ እቲ ቕዱስ ውን ኣዝዩ ይቀደስ በለኒ። ገለ ሰባት ነዛ ጥቕሲ እዚኣ ኣውጺኦም ክሰብኩ ከብሉ ትርእዮም ኢኻ። ግን እዛ ጥቕሲ እዚኣ እንታይ እያ? ነቲ ሽዑ ግዜ እተማላኽት ትንቢታዊት መግለጺ ደኣ ኣላ እምበር፣ ሕጂ ኣነ ንሓደ ሰብ ርኹስ እንተ ኮይኑ በቲ ትገብሮ ዘለካ ቀፅል ኢለ ክዛረቦ ኣይክእልኒ እዋኑ ግዜኡን ኣይኮነን ማለት እዩ እቲ ናይ ምሕረት ግዜ ምስ ተዓፀወ ግና ሓደ ርኹስ ዝነበረ ሰብ ክምለስ ኣይክእልን እዩ ሓደ ቅዱስ ዝነበረ ንኣይ ኣምላኽ ሰብካ ንድሕሪት ክምለስ ኣይክእልን እዩ ክረክስ ኣይክእልን እዩ ምክንያቱ በብቲ ዘለዎ ሰብ ኩሉ እንታይ ይኸውን ይሕተም ይሕተም ማለት እዩ እዚኣ እያ እታ ሚካኤል ወይ ክርስቶስ ኣብ ክንዳይን ኣብ ክንዳኻትኩምን ደው ዝብለሉ ግዜን ሰዓትን ዝከላኸለልና ካብቲ ዝወርድ መዓት ሽግር ኣብዚ ግዜ እዚ ማለት እዩ ድሓር ኣብኡ ኣብቲ ጎይታናን መድሓይና የሱስ ክርስቶስ ናይ ቤተ መቅደስ ኣገልግሎቱ ወዲኡ ናብዚ ምድሪ እዚ ኣብ ዝመፀሉ ግዜ ካብቶም ኣብ መሬት ምድሪ ደቂሶም ዘለዉስ ብዙሓት ገሊኦም ናብ ናይ ዘለኣለም ህይወት ገሊኦም ከኣ ናብ ሕፍረትን ናብ ናይ ዘለኣለም ነውርን ክባራበሩ እዮም ሕጂ ብኸፊል እዩ ዝብል ዘሎ እዚ ከነስተውዕሎ ዝግብኣና ገሊኦም ይብለና ኣሎ ኩሎም ኣይኮነን ካብቶም ደቂሶም ዘለዉ ዝሞቱ ቅዱሳን ገሊኦም ዝባራበሩ ኣለዉ ካብቲ ሓፈሻዊ ማለት እዩ እንደገና ከኣ ካብቶም ረሲኣን ከኣ ገሊኦም ከኣ ዝባራበሩሎ ማለት ብኸፊል ማለት እዩ። እዚ ሕጂ ምስ ምንታይ ኢና ነተሓሕዞ እንድሕር ኢልና ኣብ ኣብ ማቴዎስ ዕስራን ሽዱሽተን ማቴዎስ ዕስራን ሽዱሽተን ክንርኢ ከለና ኣብኡ ዕስራን ሽዱሽተን ፍቕሪ ስሳን ኣርባዕተን ጎይታ ኢየሱስ ነቶም ዝሕዝዎ ዝነበሩ ነቶም ሮማውያን ወይ ነቶም ካህናት እንታይ ኢልዎም ነይሩ ወዲ ሰብ ምስ ዝመጽእ ግና ብደበና ሰማይ ክመጽእ ከሎሲ ክትርእይዎ ኢኹም ኢልዎም ነይሩ ክትርእይዎ ኢኹም ኢልዎም ነይሩ እስኪ ማቴዎስ ዕስራን ሽዱሽተን ፍቕዲ ስሳን ኣርባዕተን ከነንብቦ ኢና ከምዚ ኸ ይብል የሱስ ከዓ በሎም ንስኻ እኳ በልካ ድሕሪ ሕጂ ግና ወዲ ሰብ ኣብ የማን ሓይሊ ተቐሚጡ ብደበና ሰማይ ክመፅእ ከሎ ክትሪኡ ኢኹም እብለኩም ኣለኹ። እዞም ሰባት እዚኣቶም ሕጂ መይቶም ወይ ከዓ ደቂሶም እዮም ዘለዉ። በዓል ቀያፍ፣ በዓል ሃና ካልኦትን ዝከራኸርዎ ዝነበሩ በዓል ጲላጦስ እዞም ሰባት እዚኣቶም ደቂሶም እዮም ዘለዉ። ጎይታናን መድሓኒና የሱስ ክርስቶስ ክመፅእ ከሎ እቲ ጀነራል ትንሳኤ ሓፈሻዊ ትንሳኤ ዝበሃል ምስቲ ኣብ ኣብ ተሰሎንቄ ገሊጽዎ ዘሎ ኣብ ቀዳማይ ተሰሎንቄ ምዕራፍ ኣርባዕተ ገሊጽዎ ዘሎ እዚ ሓፈሻዊ ትንሳኤ ናይቶም ቅዱሳን ማለት እዩ ቅድሚ እታ ሓፈሻዊ ናይታ ቅዱሳን የሱስ ክርስቶስ ክመፅእ ከሎ መጀመርያ ብከፊል እንዳመፀ ከሎ ማለት እዩ ብከፊል ካብቶም ረሲኣን ክትንስዮም ብከፊል ከዓ ካብቶም ቅዱሳን ክትንስዮም መጀመርታ እዚ ማለት እዩ ደሓር ምስ መጸ ጎይታናን መድሓይና የሱስ ክርስቶስ ኣቱም ምስ መጸ ኩሉ ጎይታና የሱስ ክርስቶስ ከኣ ነቶም መላእኽቲ ልኢኹካ ኣቱም ቅዱሳነይ ተንሱ ምስ በለኻ እቲ ኣብ ቀዳማይ ተሰሎንቄ ምዕራፍ ኣርባዕተ ዘሎ ክንሪኤና ሓፈሻዊ ትንስኤ ይኸውን ማለት እዩ ስለዚ እዚ ኸ ምስቲ ናይ ራይ ዮሃንስ ምዕራፍ ሓደ ፍቕዲ ሸውዓተ ከነንብቦ ኢና እንሆ ብደበና ይመጽእ ኣሎ ኩለን ኣዒንትን እቶም ዝወግኡኻ ክርእይዎ እዮም ብዘሎ ዓሌታት ምድሪ እውን ክበኽይሉ እዮም ይብለና እቶም ዝወግኡኻ ክርእይዎ እዮም ይብለና ማለት እዩ እዚ ሕጂ ናይ እዚኣቶም ብኸፊል ትንሳኤ ማለት ኩሎም ረሲያን ኣይኮኑን ክትንስኡ ኣብዚ ሰዓት እዚ ኩሎም ረሲያን ኣይኮነን ሓፈሻዊ ረሲያን መዓስ እዮም ድትንሱ እንድሕር ኢልና ምስቲ ናይ ራ ዮሃንስ ምዕራፍ ዒስራ ኣተሓሒዝና ድሕሪ ሽሕ ዓመት ካብታ ጎይታናን መድሓኒና የሱስ ክርስቶስ ዝመጸላ ድሕሪ ሽሕ ዓመት እዮም እቶም ረሲኣን ዝትንስኡ ኣብዚ ግን ብኸፊል እዮም እቶም ረሲኣን እቶም ዝወግዎ ዝትንስኡ ዘለዉ ልክዕ ከምኡ ኸኣ ናይቶም ቅዱሳን ከኣ ብኸፊል ከኣ ዝትንስኡ ኣለዉ ገሊኦም ገሊኦም ትብል ኣላ ክልተ እያ ገሊኦም ካብቶም ረሲኣን ብኸፊል ካብቶም ረሲኣን ክትንስኦም በዓል ቀያፍ በዓል ሃና በዓል ጲላጦስ ካልኦት እውን ዝወግእዎ ሰባት ነይሮም ንሕና ኣይንፈልጥን እዞም ሰባት እዚኣቶም ከም ዝትንስኡ ግን መፅሓፍ ቅዱስ ኣረጋጊፁ ይገልፀልና ድሓር ከዓ ገሊኦም ከዓ ናብ ናይ ዘለኣለም ህይወት ክባራበሩ ይብለና ኣሎ ኩሎም እቶም መይቶም ዝነበሩ ቅዱሳን ኣይኮነን ገሊኦም ይብለና ኣሎ ሕጂ እዚ ብከፊል ትንሳኤ ኢልና እንፅውዖ እቲ ሓፈሻዊ ትንሳኤ እንብሎኸ እንታይ እዩ እንተዳ ኢልና እዚ ሕጂ ሓፈሻዊ ትንሳኤ ዝበሃል ኩሎም ቅዱሳን ብምሎም ዝትንስእሉ ማለት እዩ ኩሎም ቅዱሳን ምብሎም ዝትንስእሉ ሕጂ ናይ ቁሩብ ግዜ እዩ ትፍልልይ እምበር ጎይታና የሱስ ክርስቶስ እናመፀ ከሎ መጀመርያ እቶም እቶም ረሲኣን ከምዚ ኢሎም ይርእይዎ ማለት ንጎይታና የሱስ ክርስቶስ ክመጽእ ከሎ ይርእይዎ ንሕፍረት ማለት እዩ ንጉስ እስኻ ንጉስ ዲኻ ንጉስ ናይ ኣይሁድ ኢሎም እዮም ደላግጹሉ ነይሮም ንጉስ ምዃኑ ብመላእኽቲ ተዓጅቡ ክመጽእ ክርእይዎ ኣለዎም ማእታን ክሓፍሩ ማለት እዩ ንሕፍረት ንውርደት ነውርን ንናይ ዘለኣለም ነውርን ንሕፍረትን ክባራበሩ እዩ ዝብለና ንክዓፍሩ ማለት እዩ ብድሕሪኡ ናብቲ ዝነበርዎ ክሞት እዮም ድሕሪ ሽሕ ዓመት ከዓ ኣብ ራእይ ዮሃንስ ዕስራ ዘሎ ከዓ ንፍርዲ ተስዮም ናብ ቀላይ ሓዊ ይኣትዉ ማለት እዩ ሕጂ እዚ እቲ ናይ ብከፊል ኢልዎ ደሎ ድሓር ናብቲ ናይ ሓፈሻዊ ትንሳኤ ክንከይድ ከለና ከዓ ሓፈሻዊ ትንሳኤ ክንከይድ ከለና ናይ ኩሎም ቅዱሳን መጀመርያ ብትንስኡ ኩሉ ግዜ ከነስተውዕሎ ዝግባኣና እቶም ቅዱሳን እዮም ረሲኣን ኣይኮኑን መጀመርታ ብትንስኡ ጎይታ ባዕሉ ብናይ ትእዛዝ ጭድርታን ብድምፂ ሊቀ መላእክትን ብመለኸት ኣምላኽን ካብ ሰማይ ክወርድ እቶም ብክርስቶስ ዝሞቱ ቅድም ክትስዮም ኣለና እዚኦም ሕጂ ገሊኦም ድብል ቃል የለን ኣብዚ ሕጂ እቶም ብክርስቶስ ዝሞቱ ቅድም ክትንስኡ እዮም። ድሕርዚ ንሕና ብህይወት ጸኒሕና ዘሎና ንምቕባል ጐይታ ብኣየር ምስኣቶም ሓቢርና ብደበና ክንለዓል ኢና፣ ከምኡውን ንሓዋሩ ምስ ጐይታ ክንነብር ኢና። ቅድም እቶም ብጐይታ ዝሞቱ ወይ ከኣ ዝደቈሱ ክትንስኡ እዮም። መጀመርያ የሱስ ክርስቶስ ክመጽእ ከሎ ቀዳማይ ትንሳኤ ተባሂሉ ዝጽዋዕ ናይቶም ቅዱሳን እዩ ማለት እዩ። ድሕሪ ሽሕ ዓመት ከኣ ናይቶም ረሲኣ ንኸውን ኣሎ ማለት እዩ ኣብዚ ግን ብኸፊል ብኸፊል ክርስቶስ እንዳመጸ ከሎ ቀልጢፎም ድትሱ ኣለው ገለ ክፋል ክርስቶስ እንዳመጸ ከኣ ካብቶም ረሲኣን ከኣ ቀልጢፎም ድትንስኡ ከኣ ኣለዉ ካብቶም ዝወግዎ ማለት እዩ እቶም ጠቢባን ከም ምንጽብራቕ ጠፈር፣ እቶም ንብዙሓት ናብ ጽድቂ ዝመርሑኻ ከም ከዋኽብቲ ንዘለኣለም ኣለም ክበርሁ እዮም። ክንምስክር ይግብኣና፣ ንሰባት ከነረድእ ይግብኣና፣ ቃል እግዚኣብሄር ንዓኣቶምሲ ንዘለኣለም ከም ከዋኽብቲ በሪሆም ክነብሩ እዮም ይብለና። ንስኻ ግና እታ ዳንኤል ክሳዕ ዘመን መወዳእታ ነዘን ቃላት እዚኤን ዕጸወን፣ ነዛ መጽሓፍ እዚኣ ከሕተማ ብዙሓት ክምርምርዋ እዮም፣ ምስትውዓል ድማ እናወሰኸ ክኸይድ እዩ። ኣብታ ናይ እንግሊሽ ሕጂ ራን ቱ ኤንድ ፍሮ ትብል ኣላ፣ ኔውኖጆን ክብሉ እዮም ትብል ኣላ፣ ኔውኖጆን ክብሉ እዮም። ሕጂ ክሳዕ ዘመን መወዳእታ እያ እታ መጽሓፍ ክትሕተም፣ ሕጂ ተሓቲማ እያ ዘላ እዩ ዝብሎ ዘሎ። ክሳዕ ዘመን መወዳእታ ግን ዕጸወን እዘን ቃላት እዚኣተን ዕጸወን ነዛ መጽሓፍ እዚኣ ከኣ ሕተማ ብዙሓት ከኣ ክምርምርዋ እዮም ምስትውዓል ድማ እናወሰኸ ክኸይድ እዩ ሕጂ ራእይዎ እቲ ትንቢት ይፍጸም ደሎ ድሮ ከማን ኣነ ንስኹምን ነዚ ትንቢት ዳንኤል መጽናዕቲ ንገብሮ ኣለና ካልኦት ሰባት ብጣዕሚ ብጣዕሚ ከም ትንቢት ዳንኤልን ራእይ ዮሃንስን ገይሩ ዝጽናዕ ኣብ ዓለም ምሉእ የለን ብሓቂ ቀዳምነት ብዙሓት ክርስትያናት ነዚ ትኩረት ገይሮም ራእይዎ እቲ ትንቢት ይፍፀም ኣሎ ትንቢት ዳንኤል የፅንዕዎ ኣለዉ ብተደጋጋሚ ንሕና ከማን ክንደይ ግዜ ኣነ እዛ ትንቢት ዳንኤል መፅናዕቲ ገይረላ ኣለኹ ሕጂ እውን መፅናዕቲ ይገብር ኣለኹ ሕጂ እንታይ እዩ እቲ ትንቢታይ ይፍፀም ኣሎ ኔውነጀን ክብሉ እዮም ዝብል ቃል ገለ ሰባት ከምዚ መገሻ ክበዝሕ እዩ ናይ ፕሌን ዶ ናይ ነፋሪት ዶ ኢሎም እዮም ሓስቦ ከምኡ ግን ኣይኮነን ኖኖኖ ኔውነጀን ክብል ዝብሎ ዘሎ እንታይ ነዛ መፅሓፍ ትንቢት ዳንኤል ንኸንብቡ ንኸስተውዕልዋ ኔውነጆን ከም ዝብሉ ሪሰርች ከም ዝገብሩ ከም ዝደልዩ ከም ዝፍትሹ ንምግላፅ እዩ ኣብዚ ሕጂ ዝገልፀልና ዘሎ ልክዕ ምስቲ ናይ ኣሞፅ ኣብ ኣሞፅ ሸሞንተ ዓሰርተ ሓደ ክንከይድ ከለና ሕጂ ልክዕ ኣብኡ ከምዛ ናይ ትንቢት ዳንኤል ዓሰርተ ክልተ ፍቕዲ ኣርባዕተ ኔውኖጆን ትብል ቃል ኣላ ሕጂ እቲ ኔውኖጆን ሲ ናብ ሓደ ከተማ ትኸይድ ናብ ሓደ ዓዲ ትኸይድ ናብ ሓደ ሃገር ትኸይድ ናብትን ናብትን ንትንቢት ዳንኤል ደሊኻስ ናብትን ናብትን ትብል ማለት ኣይኮነን እንታይ ዳ ነቲ ቃል ነቲ ቃል ንክትደልሲ ሃሰው ክትብል ከለኻ ሃለው ክትብል ከለኻ ክትደሊ ከለኻ ንዑ እዩ ዘመላኽት ምስቲ ናይ ኣሞፅ ሸሞንተ ዓሰርተ ሓደ ከነራዮ ከለና ማለት እዩ ኣሞፅ ሸሞንተ ዓሰርተ ክልተ ሸሞንተ ዓሰርተ ክልተ ከምዚ ይብል ካብ ባሕሪ ናብ ባሕሪ ካብ ሰሜን ናብ ምብራቕ ይኹብልሉ ቃል እግዚኣብሔር ክደርስ ናብዝን ናብትን ይጎዩ ኣይረኽብዎን ከዓ ይብለና ማለት እዩ ናብዝን ናብትን ይብሉ ኣይረኽብዎን ከዓ ይብለና እዚ ሕጂ መዓስ እዩ እንተ ኢልና ጐይታናን መድሓኒና የሱስ ክርስቶስ ካብታ ቅድስተ ቅዱሳን ምስ ወፀ እቲ ናይ ግዜ ምሕረት ምስ ተዓፀወ ከምኡ እውን ኣብ ማቴዎስ 25 ኣለና እተን ሓሙሽተ ዓያሹ ክዕድጋ ኢለን ምስ ከዳ እቲ ማዕፆ ተዓፅዩ ጐይታይ ክፈተልና ኮታ ኢለኖ ክኸፍተለን ግን ኣይከኣለን ነተን ዝተዳለዋ ናብቲ መርዓ ከም ዘእተወን እዩ ዝገልፀልና ስለዚ እዚ ምኽሕኳሕ ጸሎት እዩ ዋላ ሽዑ መፅሓፍ ቅዱስ ተንበባ ዋላ እንተፀላያ ኣይቅበለን እዩ ኣብዚ ካ እንታይ ይብለና ዘሎ ቃል ኣምላኽ ደልዮም ሲ ናብዝን ናብትን ክብሉ እዮም ይብለና ግን ኣይረኽብዎን እዮም እንታይ ማለት እዩ ቃል ኣምላኽ ዳሞ ኣብ ኢዶም ዩ ደሎ ናምንታይ ካብ ሓደ ሃገር ናብቲ ሓደ ሃገር ናብቲ ሓደ ሃገር ምካድ ኣየድልዮም እንታይ ማለት እዩ ክደልይዎ እዮም ቱ ኤንድ ፍሮ ዝብለኖ ክደልይዎ እዮም እምበር ካብ ቦታ ናብ ቦታ ምኻድ ማለት ኣይኮነን ግን ኣይረኽብዎን እዮም ለካ እቲ ናይ ግዜ ምሕረት ስለ ዝዓፀወ ኣብዚ ኸ እንታይ እዩ ናብትን ናብትን ቱ ኤንድ ፍሮ ኔውነጆን ክብሉ እዮም ኔውነጆን ክብሉ እዮም ነዛ መፅሓፍ እዚኣ ኸ ብዙሓት እንታይ ክገብርዋ እዮም ክምርምርዋ እዮም ምስትውዓል ድማ እናወሰኸ ኸይዱ ከምዚ ግዜና እዚ ገይሩ ትንቢት ዳንኤል ዝተመርመረ የለን ብሓቂ እየ ዝብለኩም ዘለኹ በብቋንቁኡ ኣብ ዓለም ሙሉእ ትንቢት ዳንኤል ዘፅንዕዎ ጉሩብ ኮይኖም ብዙሓት ብዙሓት እዮም ብዙሓት እዮም ቅድሚ ሕጂ እዚኣ ትንቢት ዳንኤል ንሕና እውን ብዙም ጌርና መፅናዕቲ ጌርና ያላ ነርና ሕጂ ከዓ ንደግሞ ኣለና ማለት እዩ ምክንያቱ እቲ ትንቢት ይፍፀም ኣሎ ኣብይ ደሎ እቲ ዋና ነገር እቲ እዋናዊ ዝኾነ ሓሳብ ማለት እሞ እዛ ትንቢት ዳንኤል መዓስ እያ ተፈቲሓ መዓስ እያ ተኸፊታ እንድሕር ኢልና ኣብቲ መወዳእታ ዘመን ድሕሪ ሽሕን ሸሞንተ ሚእትን ኣርባዕን ኣርባዕተን ብድሕሪ እያ ተኸፊታ እዛ እዛ ትንቢት ዳንኤል ማለት እዩ ምስቲ ናይ ትንቢት ዳንኤል ምዕራፍ ዓሰርተ፣ ካብ ፍቕዲ ሓሙሽተ ክሳብ ሽዱሽተ ዘሎ፣ ካብኡ ንታሕቲ ክሳብ ትሽዓተ ዘሎ፣ እታ ንእሽተይ መጽሓፍ ኣብ ልዓኒ ትብል ዘላ ብድሕሪኡ ብድሕሪኡ ከም ዝተኸፈተት ኣብኡ ገሊጽዎ ኣሎ፣ ዝንጽብቲ መጽሓፍ ዝብል ሓሳብ ገሊጽዎ ኣሎ። ሐራይ ኣነ ዳኒኤል ከኣ ጠመትኩ፣ እነሆውን ክልተ ካልኦት እቲ ሓደ ኣብ ክንዮ ጀው ገምገም ርባ እቲ ካልኣይ ድማ ኣብ ክንዮ ገምገም ርባ ደው ኢሎም ነበሩ። ክልተ ሰባት ይርኢ ኣሎ። ኣብዚ ግዜ እዚ ዳኒኤል ኣብታ ፈለግ ጢግሪስ ትበሃል እዩ ዘሎ ክሳብ ሕጂ ምስቲ ናይ ትንቢት ዳኒኤል ምዕራፍ ዓሰርተ ፍቕዲ ኣርባዕተ ኣብቲ ሩባ ኮይኑ እዩ እቲ ራእይ ርእይዎ ማለት እዩ ኣብቲ ሩባ ኮይኑ እዩ እቲ መልኣኽ ዝዛረቦ ዘሎ ክሳብ ሕጂ ካብቲ ቦታ እቲ ኣይለቐቐን። ምዕራፍ ዓሰርተ፣ ምዕራፍ ዓሰርተ ሓደ፣ ምዕራፍ ዓሰርተ ክልተ ኣብ ሩባ ጢግርስ ኮይኑ እዩ እንታይ ዝገብሮ ዘሎ ራእይ ዝሪኦ ዘሎ ማለት እዩ። ሕጂ እንታይ እዩ ክልተ ሰባት ይርእዩ ዳንኤል ክልተ ሰባት ሪኦም ሓዲኦም ብልሕፅን ጣጢዕ እተገበረ ዓለባ እተኸደነ እዚ ንጎይታናን መድሓኒና የሱስ ክርስቶስ ዝውክል እዩ ኣብ ምዕራፍ ዓሰርተ ርኢና ነርና ከም ካህን ኮይኑ ማለት እዩ ከም ካህን ኮይኑ እዚ ሕጂ ዝመፅእ ዘሎ እቲ ሓደ ግን መልኣኽ እዩ ክልተ እዮም ሕጂ እንታይ ይብሎ ኣሎ ሓቲትዎ ገብርኤል መልኣኽ ሕጂ ዝሓቶ ዘሎ ንመን ነቲ ብልሕፂ እንጣጢዕ እተገበረ ሓዲኦም ከ ነቲ ካብ ልሕፂ እንጣጢዕ እተገበረ ዓለባ እተኸደነ ኣብ ልዕሊ ማይ እቲ ሩባ'ውን ደው ዝበለ ሰብኣይ፣ እዚ ዘስተንክር ነገር እዝስ መወዳእቱ መዓዝ ክኸውን ኢሉ ጠየቖ። መዓዝ ክኸውን ኢሉ ጠየቖ። ሕጂ መዓዝ ክኸውን ኢሉ ይሓቶ ኣሎ እቲ ሓደ ሰብኣይ ነቲ ብልሕጺ እንጣጢዕ እተገበረ እዚ ንጎይታናን መድሓኒና የሱስ ክርስቶስ ዘማላኽት ሚካኤል ማለት እዩ። ሚካኤል ሕጂ ገብርኤል መልኣኽ ንመን ይሓቶ ኣሎ ንሚካኤል ይሓቶ ኣሎ ማለት እዩ እቲ ካብ ልሕፅ እንጣጢዕ ዝተገበረ ዓለባ ተኸደነ ኣብ ልዕሊ ማይ እቲ ርባዊን ደው ዝበለ ሰብኣይ ንየማነይትን ጸጋመይትን ኣእዳዉ ናብ ሰማይ ኣቢሉ ኣልዓለሞ ንዘመንን ዘመናትን ፈረቓ ዘመንን እዩ እቲ ሓይሊ እቲ ቅዱስ ህዝቢ ጠሪሶም ምስ ሰበርዎ፣ ኵሉ እዚ ነገር እዚ ኺፍጸም እዩ ኢሉ፣ በቲ ንዘለኣለም ህያው ኰይኑ ዚነብር ኪምሕል ከሎ ሰማዕኩ። ሕጂ ሰለስተ ሰብ እዮም ዚዀኑ ዘለዉ፣ ዳንኤል ሰማዒ እዩ፣ እቲ ሓደ ሰብኣይ ከኣ ነቲ ኣብ ክንየው ዘሎ እቲ ሩባ እንታይ ይገብሮ ኣሎ፣ ነቲ ብልሕጺ እንጣጢዕ እተገብረ ዓለባ እተኸደነ ይሓቶ ኣሎ፣ ይጥይቖ ኣሎ፣ እዚ ክሳዕ መዓስ እዩ ኢሉ ምስ ሓተቶ ክሳዕ ዘመንን ዘመናትን ፈረቓ ዘመን እዛ ዘመንን ዘመናትን ፈረቓ ዘመንን ኣብ ትንቢት ዳንኤል ምዕራፍ ሸውዓተ ዕስራን ሓሙሽተን ኣፅኒዕናያ ነርና ኣብ ራ ዮሃንስ ምዕራፍ ዓሰርተ ክልተ እውን ኣሎና ዘመንን ዘመናትን ፈረቓ ዘመንን እዚ ዘመንን ፈረቓ ዘመናትን ፈረቓ ዘመንን እንታይ ማለት እዩ እንተደኣ ኢልና ሓደ ዘመን ማለት ሓደ ዓመት ማለት እዩ ብኣቋፃራ ናይ መፅሓፍ ቅዱስ ከምኡ ውን ኣብ ህዝቅኤል ኣርባዕተ ፍቕዲ ሽዱሽተ ውን ርኢና ነርና ሓንቲ መዓልቲ ክንዲ ሓንቲ ዓመት ገይረልካ ኣለኹ ዝብል ቃል ርኢና ነርና ኣብ ዝሓለፈ ሕጂ ሓደ ዘመን ክብለና ከሎ ሓደ ዓመት ሓደ ዓመት ከ ክንደይ መዓልቲ ኣለዎ ሰለስተ ሚእትን ሱሳን ማለት እዩ ዘመናት ክብለና ከሎ ከኣ ክልተ ዓመት ማለት እዩ ክልተ ዓመት ከኣ ክንደይ መዓልታት ኣሎ ሸውዓተ ሚእትን ዒስራን ሰለስተ ሚእትን ስሳን ሰለስተ ሚእትን ስሳን ሸውዓተ ሚእትን ዒስራን ፈረቓ ዘመን ከ ክንደይ መዓልታት እዩ ዘሎ እንተ ኢልና ሚእትን ሰማንያን መዓልታት ኣለዎ ማለት እዩ ሕጂ እዚ መዓልቲ ናብ ዓመት ክንቅይሮ ከለና ሰለስተ ሚእትን ስሳን ተደመሮ ሸውዓተ ሚእትን ዕስራን ተደመሮ ሚእትን ሰማንያን ሓፈሻዊ ሽሕን ክልተ ሚእትን ስሳን ይመፀልና ኣሎ ልክዕ እዛ ሽሕን ክልተ ሚእትን ስሳን መዓልትን ለይትን ኣብ ራእይ ዮሃንስ ምዕራፍ ዓሰርተ ክልተ እውን ኣሎ ኣርባዓን ክልተን እውን ይብሎ እዩ ኣብ ራእይ ዮሃንስ ምዕራፍ ዓሰርተ ሓደ ኣርባዓን ክልተን ዝብል ኣሎ ኣብ ራእይ ዮሃንስ ዓሰርተ ሰለስተ እውን ኣርባዓን ክልተን ወርሒ ዝብል ኣሎ እዚ ትርጉሙ ሓደ እዩ ዘመንን ዘመናትን ፈረቓ ዘመንን ኣርባዓን ክልተን ወርሕን ሽሕን ክልተ ሚትን ስሳን መዓልትን እዚ ትርጉሙ ሓደ እዩ ካልኩሌት ክንገብሮ ከለና ኣብ ሓደ እዩ ዝመፅእ ስለዚ እንታይ ኢልና ኣሎ ማለት እዩ ንዘመንን ዘመናታን ፈረቓን ዘመንን ኢልዎ ክሳብ መዓስ ምስ በሎ ንዘመንን ዘመናትን ፈረቓ ዘመንን እቲ ሓይሊ እቲ ቅዱስ ህዝቢ ጠሪሶም ምስ ሰበርዎ ማለት እዩ ነቲ ሓይሊ ናይ ሮማዊት ቤተክርስትያን ካቶሊክ ኣብ ዝሓለፈ እንታይ ኢልና ኣለና ሮማዊት ቤተክርስትያን ካቶሊክ ንሽሕን ክልተ ሚትን ስሳን ዝኣክል ነታ ቤተክርስትያን ከም ዘሳደደታ ብዙሓት ክርስትያናት ከ ከም ዝተሰየፉን ከም ዝወደቑን ኣብ ዝሓለፈ ናይ ራ ዮሃንስ ምዕራፍ ዓሰርተ ሓደ ርኢና ነርና ማለት እዩ ስለዚ እቲ ሓይሊ እቲ ቅዱስ ህዝቢ ጠሪሶም ምስ ሰበርዎ ነቲ ሓይሊ እቲ ጭራሽ በቃ ምስ ሰበርዎ ምስ ሰነፍዎ ማለት እዩ ብሓቂ ቤተክርስትያን ኣይትወዶን እያ ቤተክርስትያን ሰዓር እያ ኣብዚ ናይ ጸልማት መዋእል ተቃሊሳ ምስ ሰይጣን እንታይ ገይራ ስዒረ ኣይጠፍአትን ስቲል ክሳብ ሕጂ መወዳእታ እውን ንሳ እያ ትስዕር ማለት እዩ ምክንያቱ ኣብ ራእይ ዮሃንስ ዓሰርተ ክልተ ኣክሊል ኢልዋ ኣሎ ኣክሊል ኣብ ርእሳ ዝገበረት ዓሰርተ ክልተ ከዋክብቲ ዘለዋ ኢልዋ ኣሎ እዚ ኣክሊል እዚ ናይ ምንታይ እዩ ዕውቲ ዝኾነት ቤተ ክርስትያን ስለዚ ሰይጣን ምስ ክርስቶስ ጥራሕ ዘይኮነ ዝቃለስ ዘሎ ምስታ ማሕበሩ ኣካሉ ዝኾነት ቤተ ክርስትያን እውን ምስኣ ቅልስ ይገብር ኣሎ ልክዕ እቲ ኣብ ዘፍጥረት ሰለስተ ዓሰርተ ሸሞንተ ኣብ መንጎኻን ኣብ መንጎ እዛ ሰበይትን ኣብ መንጎ ዘርኣን ፅልኢ እተክል ኣለኹ ኣብ መንጎ ዘርኢ እቲ ናይታ ሰበይትን እቲ ተመንን ኣብ መንጎ እታ ሰበይትን እቲ ተመንን እንታይ ይኸውን ኣሎ ቅልስ ይኸውን ኣሎ እቲ ዘርኢ ናይታ ሰበይቲ ክርስቶስ እዩ እታ ሰበይቲ ኸዓ ቤተ ክርስትያን እያ ስለዚ ምስ ክልቲኦም ኢንታይ ድገብር ደሎ ዝቃለስ ዘሎ እሞ እቶም ቁዱሳን ህዝቢ ጠርሾም ምስ ሰዓርዎ ምስ ተዓወቱ ማለት እዩ ምስ ተወደ ነቲ ሓይሊ ናይ ጵጵስና ምስ ሰበርዎ ሽዑ ክኸውን ኢልዎ ኣሎ ማለት እዩ ሐራይ ኩሉ እዚ ነገር እዚ ክፍጸም እዩ ኢሉ በቲ ንዘለኣለም ህያው ኮይኑ ዝነብር ክምሕል ከሎ ሰማዕኹ ኣነ ድማ ሰማዕኹ ግና ከየስተውዓልኩዎን እሞ ጎይታየ መወዳእታ እዚስ እንታይ እዩ በልኩ ኣራይ መወዳእታ ናይዚስ እንታይ እዩ ክኸውን እዩ ንሱ ከዓ በለ ዳንኤል እዚ ቃላ እዚ ክሳዕ ዘመን መወዳእታ ሕቡን ሕቱምን እዩ እሞ ኪዳ ሕጂ መወዳእታ እንታይ እዩ ክፈልጥ ደልዩ ኣሎ ዳንኤል ኣብዚ ሕጂ ግን ተዓፀ ንዓይን ንዓኻትኩምን ዝተገለጸልና ንዳንኤል ኣይተገለጸሉን። እቲ ዘገርም ነገር ዳንኤል ራእይ ድኣ ርእይዎ እምበር ሙሉእ ሙሉእ ኣየስተውዓሉን። ስለዚ መወዳእታ ናይዚ ነገር ዝስ ኣየስተውዓልኮን እሞ ጎይታይ መወዳእታ ዝስ እንታይ እዩ እንታይ እዩ ክኸውን ኖ ናብ መወዳእታ ድኣ ኪድ ሕቡን ሕቱምን ኢልዎ እዚ ሕቡን ሕቱምን ድሕሪ ሽሕን ክልተ ሚእትን ስሳን ድሕሪ ዓሰርተ ሸውዓተ ተስዓን ሸሞንተን እንታይ ኮይኑ ተገሊጹ ኣብ ሽሕን ሸሞንተ ሚእትን ኣርባዕን ኣርባዕተን ንመጀመርያ ግዜ ትንቢት ዳንኤል ራ ዮሃንስን ተገሊጹልና በሪሁልና ካብኡ ትሒዙ ከኣ ብዛዕባ እቲ ናይ ሳልሳይ መልኣኽ መልእኽቲ ክስበኽ ከም ዝጀመረ ንፈልጥ ማለት እዩ። ሕጂ ብዙሓት ክጸርዩ፣ ክጽዕዱ፣ ክኹልዑ እውን እዮም። እቶም ረሲኣን ግና ረሲእነት ክገብሩ እዮም። እቶም ጠቢባን እዮም ዘስተውዕሉ እምበር፣ ካብቶም ረሲኣንሲ ሓደ እኳ ኣየስተውዕሎን። ብሓቂ ኣነን ንስኹምን ጥበበኛት፣ መስተውዓልቲ፣ ርዱኣት ክንከውን ኣለና፣ ነዚ ትንቢት ዳንኤል ከነስተውዕሎ ኣለና። እቲ ዘንብብ ከስተውዕሎ እዩ ዝተባሃለ ብማቴዎስ ዕስራን ኣርባዕተን እቲ ብነቢ ዳንኤል ዝተባሃለ እሱ ዘስተውዕሎ ብዝብል ኣብ ማቴዎስ ዕስራን ኣርባዕተን ተገሊፁ ኣሎ እቲ እቲ ርኹሲ ኣብቲ ቅዱስ ስፍራ ቆይሙ እንተዳሪኢኹም እቲ ብዳንኤል ዝተብሃለ ዘንብቦ የስተውዕሎ ዝብል ኣብ ማቴዎስ ዕስራን ኣርባዕተን ኣሎ። ነዚ እዩ ሕጂ ሽዑ ከምኡ ዝገብለን ብ- ዝገልጸልና ነይሩ ማለት እዩ። ካብቲ ናይ ኩሉ መዓልቲ መስዋእቲ እተወገደሉ ዘጥፍእ ፍንፉን ነገር ዝቖመሉ ዘመን ጀሚሩ ሽሕን ክልተ ሚእትን እ፣ ቴስዓን መዓልቲ ይብለና ኣሎ ኣብዚ እ፣ እዚኣ ከ እንታይ እዩ ዝብለና ዘሎ ሕጂ ናበይ ይመልሰና ኣሎ እንድሕር ኢልና ናብ ትንቢት ዳንኤል ዓሰርተ ሓደ እ፣ ይመልሰና ኣሎ። ዓሰርተ ሓደ ሰላሳን ሓደን እዛ ፉንፉን ዝቆመሉ ትብል ቃል ልክዕ ምስ ኣየነይቲ እያ ትኸይድ እንድሕር ኢልና ምስ ትንቢት ዳንኤል ዓሰርተ ሓደ ሰላሳን ሓደን ምስኣ ትመሳሰል ከነንብባ ኢና ዘመሳስለን ነገራት ኣሎ ቀላጽሙ ኣብኡ ከቑሙ ነታ መቕደሲ ነቲ ዕርድን ከርክሱ ነቲ ናይ ኩሉ መዓልቲ መስዋእቲ ከወግዱ ነቲ ዘጥፍእ ፍንፉን ነገርካ ከቑሙ እዮም ኢለዎ ሕጂ ብዚ እንታይ ኣላ ዘጥፍእ ፍንፉን ነገር ዝቆመሉ ዘመን ጀሚሩ ኢልዎ ኣሎ እዛ ፍቕዲ ሳለሳን ሓደን እንድሕር ትዝክርዋ ተኾንኩም እንታይ ኢልና ነርና ምዕራፍ ዓሰርተ ሓደ መፅናዕቲ ክንገብር ከለና ኣብዚ ሕጂ እዚ ቀላፅሙ ኢልዎ ደሎ ኣርሚ ሓይሊ ሰራዊት ማለት እዩ ናይ ፖለቲካ ሓይሊ ምስ ናይ ሮማዊት ቤተ ክርስቲያን ካቶሊክ ከም ዝተሓዋወስ እሞ ድሓር ዘፈንፍን ነገር ከም ዘቆሙ ክፉእ ነገር ከም ዘቆሙ ከም ዝእውጁ ርኢና ነርና ኣብ ዝሓለፈ ማለት እዩ ልክዕ ሕጂ እዛ ትንቢት ዳንኤል ዓሰርተ ክልተ ፍቕዲ ዓሰርተ ሓደ ኸ ንዓ ኢድ ገልጻ ደሎ ድሓር ካብቲ ናይ ኩሉ መዓልቲ መስዋእቲ እተወገደሉ ኢልና ማለት እዩ ሕጂ ሓደ ኣብዚኣ ሕጂ ክንርኢ ዝግብኣና እዘን ሽሕን ክልተ ሚእትን ስሳን ከ ካልእ ሕጂ ናይ ግዜ ትንቢት ረኺብና ኣለና ቅድሚ ንመጀመርያ ግዜ ኢና እዚኣ ሕጂ ንረኽባ ዘለና ቅድሚ ዝረኣና ክልተ ሽሕን ሰለስተ ሚእትን መዓልትን ለይትን ብጊሓትን ኢልና ኣላ ካልእ ከ ሽሕን ክልተ ሚእቲ ስሳን ርኢና ነርና እዚኣ ከ ሳላሳ ኣዲሽናል ተወሳኺ ዝተወሰኸታ እያ እዚኣ ሳላሳ መዓልታት ማለት እዩ ሽሕን ክልተ ሚእትን ቴስዓን ካበይ ካበይ ካብቲ መስዋእቲ እተወገደሉ እንደገና ከ ዘጥፍእ ፍንፉን ነገርካ ዝቆመሉ ኢልና ደሎ ሓደ ዘቆምዎ ነገር እንታይ እንተ ኢልና ኣብዚ ሕጂ ናበይ ዝመልሰና ዘሎ ሓደ እቲ ናይ ሞድ ናይ ኩሉ መዓልቲ መስዋእቲ ኢልዎ ደሎ ኣብ ትንቢት ዳንኤል ሸሞንተ ዓሰርተ ሓደ እውን ከምኡ ኢሉ ገሊፅዎ ኣሎ ናይ ኩሉ መዓልቲ መስዋእቲ ዘወግድ ኢልዎ ደሎ እዚ ሕጂ ነቲ ናይ ምድራዊ ዝኾነ መስዋእቲ ዘይኮነስ ነቲ ናይ ጎይታናን መርሓይና የሱስ ክርስቶስ ዝገበሮ መስዋእቲ ነታ ኣብ ሰማይ ዘላ መቕደስ ዝገብሮ ዘሎ ኣገልግሎት ንዕኡ ምቅዋም እዩ ኢልና ነርና። ኣብዚ ምድሪ እዚ ሮማዊት ቤተ ክርስቲያን ካቶሊክ ነቲ ናይ ኩሉ መዓልቲ ዝካየድ ኣገልግሎት ኣብታ ምድራዊት ቤተ መቕደስ ዝነበረ ሕጂ ጎይታና የሱስ ክርስቶስ ኣብ ሰማይ ዘገልግሎ ደሎ ንዑ ሕጂ ትቃወም ኣላ ልክዕ ኣብዚ ምድሪ እዚ ብምግባራ ማለት እዩ ንሱ ከኣ ሓደ እቲ ናይ መስዋእቲ እዚ ማስ ዝበሃል እቲ ህዝቢ ክናሳሕ ክናዘዝ ከሎ እዚ ልክዕ ደም እዩ እዚ ሕብስቲ እዚ ስጋ ናይ ክርስቶስ እዩ መስዋእቲ ናይ ክርስቶስ እዩ ብዝብል ኣብ ልዕሊ እቲ ናይ መስዋእቲ ናይ ጎይታና የሱስ ክርስቶስ ትዕግብ ከም ዘላ ሮማዊት ቤተክርስትያን ካቶሊክ እንደገና ናይ ሓጢኣት ሕድገት እገብር እየ ብምባላኻ ኣንጻር ጎይታናን መራሒና የሱስ ክርስቶስ ትኸይድ ኣላ ኣንጻር ኣገልግሎት ማርያም ተማልደልና እያ ብምባልካ ነቲ ናይ ጎይታናን መድሓኒና የሱስ ክርስቶስ መንጎኛ ሓደ ኣቦ ኣለና ኣብ መንጎ ኣምላኽን ኣብ መንጎ ሰብን ከ ማእከላይ እንኮ እቲ ሰብ ዝኾነ ክርስቶስ እዩ ዝብለና ኣብ መጽሓፍ ቅዱስ ማእከላይ ኣብ መንጎ እግዚኣብሔርን ኣብ መንጎ ደቂ ሰባትን ክርስቶስ ጥራሕ እዩ ነዚ ከዓ ሮማዊት ቤተክርስትያን ካቶሊክ ብማርያም ብምትካእኻ ናብ ማርያም እዮም ዝፅልዩ ብዙሕ ነገራት ኣሎ ልክዕ ነቲ ናይ ኣገልግሎት ናይ ጎይታና የሱስ ክርስቶስ ትቃወም ኣላ ቤተ መቅደስ ምግባር እውን በዓሉ እዚ ምፅራፍ እዩ ነታ ናይ ሰማይ ዘላ ቤተ መቅደስ ምፅራፍ እዩ ኣብራ ዮሃንስ 13 ኣሎ ነታ ማሕደሩ ከም ዝፃረፍ ኣብኡ ገሊፅዎ ኣሎ ሕጂ ኣብዚ ሕጂ እንታይ እዩ ተፈፂሙ መዓስ ይኸ ድጅምር እንድሕር ኢልና ንመጀመርያ ግዜ ንመጀመርያ ግዜ ምስ ሮማዊት ቤተክርስትያን ካቶሊክ ኣብ ዝተንስኣትሉ ግዜ ንመጀመርያ ግዜ ምስኣ ጆይን ዝገበረት ናይ ሲቪል ፓወር ናይ መንግስቲ ሓይሊ መን እንተ ኢልና ኣብቲ ግዜ እቲ ፍራንክስ ተባሂላ ትፍለጥ ዝነበረት ፈረንሳ እያ ማለት እዩ ፈረንሳ ኣብ ሓሙሽተ ሚእትን ሸሞንተን ኣብ ሓሙሽተ ሚእትን ሸሞንተን ንመጀመርያ ግዜ ፈረንሳ ናይ ፖለቲካ ሓይሊ ምስ ሮማዊት ቤተክርስትያን ካቶሊክ ጆይን ዝገበረትሉ እዚ ካልቪ ግሎቭ ግሎቭ ዝበሃል ኪንግ ናይ ናይ ፈረንሳ ግሎቭ ዝበሃል እሱ ምስ ቶርስ ዝበሃል ግሮጎሪ ምስኡ ሴሌብሬሽን ከም ዝገበሩ በዓል ከም ዝገበሩ ከም ዘወሃሃድዎ፣ ፖለቲካን ሃይማኖትን ከም ዝሓዋወስዎ ኣብ ታሪኽ ይገልጸልና እዩ ማለት እዩ። ሕጂ ካበይ እያ ትጅምር እንድሕር ኢልና ሕጂ እዚኣ ካብ ዓሰርተ ሸውዓተ ቴስዓን ሸሞንተን ዝጎደሎ ሽሕን ክልተ ሚእትን ቴስዓን እንድሕር ኣጉዲልና ሓሙሽተ ሚእትን ሸሞንተን እዩ ዝኸውን። ሓሙሽተ ሚእትን ሸሞንተን ሓሙሽተ ሚእትን ሸሞንተን ሕጂ መበገሲ ናይ ሽሕን ክልተ ሚእትን ቴስዓን ማለት እዩ።

መበገሲ ማለት እዩ። ናይዚኣ ከኣ ናይዛ ሽሕን ክልተ ሚእትን ቴስዓን ተወሳኺ ሰላሳ ዘለዋ ካብታ ናይ ሽሕን ክልተ ሚእትን ስሳን እዚኣ ከኣ ካብ ሓሙሽተ ሚእትን ሸሞንተን እያ ትብገስ። ስለምንታይ እንድሕር ኢልና ኣብዛ ግዜ እዚኣ ኣብዛ ግዜ እዚኣ ናይ ፈረንሳ ንጉስ ግሎቭ ዝበሃል ጉሎቭ ዝበሃል ኪንግ ምስ ናይ ጵጵስና ስርዓት ናይ ካቶሊክ ምትንሳእ ሕብረት ከም ዝገበሩ ታሪኽ ይምስክረልና። ምስዚ ናይ መጽሓፍ ቅዱስ ከኣ ይሰማማዕ ማለት እዩ። ካብኣ ኣትሒዛ እያ ትኸይድ ማለት እዩ። እታ ትውድእ ኣለኻ ሽሕን ክልተ ሚእትን ሽሕን ሸሞንተ ሚእትን ሽሕን ሸውዓተ ሚእቲ ተስዓን ሸሞንተን ትውድእ ማለት እዩ እታ ኣወዳድኣ ማዕረን ዝውዳእ እታ ሽሕን ክልተ ሚእቲ ስሳንን ሽሕን ክልተ ሚእትን ተስዓን ዝውድኣላ ክልትኤን ኣበይ ይውድኣ እንተርኣ ኢልና ኣብ ዓሰርተ ሸውዓተ ተስዓን ሸሞንተ እዚኣ ናይ መወዳእታ ዘመን እያ ማለት እዩ ሓራይ ድሓር ኣብ ፍቕዲ ዓሰርተ ክልተ እንታይ ኢልና ኣሎ እቲ ዝጽበን ኣብተን ሽሕን ሰለስተ ሚእትን ሰላሳን ሓሙሽተን መዓልቲ ዝበጽሕ ብጹእ'ዩ ይብለና ኣሎ። እዚ ኸኣ ካልእ ሽሕን ሰለስተ ሚእትን ሰላሳን ሓሙሽተን ሓንቲ መዓልቲ ክንዲ ሓንቲ ዓመት ኢልና ኣሎ። ነዚን ክልቲኤን ሕጂ መበገሲኤን ሓሙሽተ ሚእትን ሸሞንተን እዩ። መበገሲኡ ሓሙሽተ ሚእትን ሸሞንተ ዓመተ ምህረት እዩ ድብገስ ማለት እዩ ሕጂ እዚኣ ከዓ ተወሳኺ ካብታ ሽሕን ክልተ ሚእቲ ተስዓን ክንደይ ኣለዋ እንተ ደኣ ኢልና ኣርባዓን ሓሙሽተን መዓልታት ኣርባዓን ሓሙሽተን መዓልታት ተወሳኺ ኣለዋ ስለዚ እዚኣ ከዓ ክትብገስ ከላ ሽሕን ሸሞንተ ሚእትን ኣርባዓን ሰለስተን ትበጽሕ ሕጂ ምስኣ ኣብ ጥቓ ዝበጽሐት ዝነውሐት ኣየነይቲ እያ እንተ ኢልና እታ ናይ ክልተ ሽሕን ሰለስተ ሚእትን ትንቢት ራእይ ኣብ ትንቢት ዳንኤል ሸሞንተ ዓሰርተ ኣርባዕተ ዘላ እሳ እታ ዝነውሐት ናይ ግዜ ትንቢት ኢልና እንፅውዓ እታ ዝነውሐት ኣየነይቲ እያ እንተ ኢልና እታ ናይ ክልተ ሽሕን ሰለስተ ሚእትን መዓልትን ለይትን ኢልዋ ደላ ንሳ እያ እታ ዝነውሐት ሕጂ እዚኣ ከዓ ጥቃን ጥቃን እየን ክልቲኤን ጥቃን ጥቃን እቲኣ ሽሕን ሸመንተ ሚትን ኣርባዕን ኣርባዕተን ክትውድእ ከላ እዚኣ ከዓ ሽሕን ሸመንተ ሚትን ኣርባዓን ሰለስተን ትውድእ ማለት እዩ ኣብዚ ሽሕን ሸመንተ ሚትን ኣርባዓን ሰለስተን እንታይ ተፈፂሙ እንታይ ተኻይዱ ስለምንታይ ኣብዚ ዝበፅሕሲ ብፁይ ዝብለና ደሎ እዚ እቲ ናይ መወዳእታ እቲ ናይ መወዳእታ እቲ ኣብ ራእይ ዮሃንስ ዓሰርተ ኣርባዕተ ካብ ፍቕዲ ሽዱሽተ ኣትሒዙ ክሳብ ፍቕዲ ትሽዓተ ዓሰርተ ተገሊጹ ዘሎ ናይ ሳልሳይ መልኣኽ መልእኽቲ እቲ ቀዳማይ መልኣኽ መልእኽቲ ዝእወጀሉ ማለት እዩ ቀዳማይ መልኣኽ መልእኽቲ ዝእወጀሉ ዓብዪ ዝኾነ ምንቕቓሕ ብዛዕባ ምጽኣት ናይ ጎይታናን መድሓኒና የሱስ ክርስቶስ ኣንጻር ሮማዊት ቤተ ክርስቲያን ካቶሊክ እትገብሮ ዘላ ኣስተምህሮ ዝገልጽ ዓቢ ምንቕቓሕ ዝተኻየደሉ እዩ ኣብኡ ዝበጽሕሲ ቡጹ እዩ ነዚኤን ክሪኤን ማለት እዩ ሕጂ እዩ ዝገልጸልና ዘሎ ኣብዚ ግዜ እዚ ብሓቂ ዓቢ ዝኾነ ምንቕቓሕ ተገይሩ እዩ ብዛዕባ ምጽኣት ናይ ጎይታናን መርሓይ ናይ የሱስ ክርስቶስ ብዙሓት ብዙሓት ብዙሓት ኣሚኖም ዓብይን ድንቅን ዝኾነ ናይ መንፈሳዊ ምንቕቃሕ ዝተኻየደሉ እዩ ኣብ ሽሕን ሸሞንተ ሚእትን ኣርባዓን ሰለስተን ሸሕን ሸሞንተ ሚእትን ኣርባዓን ኣርባዕተን ካብኡ ንነጆ ካብኡ ንነጆ እንታይ ይእወጅ ኣሎ እንተ ኢልና ብዛዕባ እቲ ብብርቱዕ ድምፅኻ እታ ዝፈርደላ ግዜ በፂሓ እሞ ንኣምላኽ ፍርህዎ ዝብል እሱ እዩ ዝፍፀም ዘሎ ኣብ ራ ዮሃንስ ዓሰርተ ኣርባዕተ ፍቕዲ ሽዱሽተ እንታይ ድብል ነቶም ኣብ ምድሪ ዝነብሩ ንኹሎም ኣሕዛብ ዓሌታት ቋንቋታት ህዝብታትን ክስበኸሎም ድማ ናይ ዘላለም ወንጌል ዘለዎ ካልእ ኣምላኽ ኣብ ማእከል ሰማይ ክዝንቢ ከሎ ሪኢኹ ብብርቱዕ ድምፂ ከዓ እዚ ብብርቱዕ ድምፂ ሕጂ ዓብ ዝኾነ ምንቕቓሕ ማለት እዩ ዓለም ዝገላብጥ ምንቕቓሕ ማለት እዩ ፍሉይ ዝኾነ ምንቕቓሕ እታ ዝፈርደላ ግዜ በፂሓ ሞነ ኣምላኽ ፍርህዎ ክብሪ እውን ሃብዎ ነቲ ሰማይን ምድርን ባሕርን ዓይኒ ማያትን ዝገበረ ስገድሉ በለ እዚ ሕጂ ኣብ 1843 ዓቢ ዝኾነ ምንቕቓሕ ተገይሩ ኣብኡ ዝበጽሕሲ ብጹእ እዩ ኢሉ ይገልጸልና ኣሎ ማለት እዩ ሓራይ ንስኻ ግና ናብ ናይ መወዳእታ ኣቢልካ ኪድ ክትዓርፍ በቲ መወዳእታ መዓልታትካ ናብ ግዴኻ ክትንስእ ኢኻ እዚኣ ኸዓ ዓባይ ዝኾነ መልእኽቲ ኣለዋ ብዙሓት ሰባት ሙት ምስ በልካስ ናብ ሰማይ ኢኻ ትኸይድ ኢሎም ዝሓስብሎም ፃድቕ ተኾንካ ናብ ገነት ረሲእ ተኾንካ ኸ ናብ ሲኦል ሃልሃል ተሓዊ ኢኻ ትኣቱ ኢሎም ዘስተምህሩ ብዙሓት ክርስትያናት እዮም ኣብ ዘለናዮ ግዜ ግን እዛ ፍቕዲ ዓሰርተ ሰለስተ ግን ነዚ ትቃወሙ ስለዚ ክትዓርፍ ምስ ዓረፍካ ከኣ ሽዑን ሽዑን ናብ ግዴኻ ናብ ሰማይ ክትኣቱ ኢኻ ይበሎን ከምኡ ይበሎን በቲ መወዳእታ መዓልታት ሕጂ ክትዓርፍ ኢኻ ክትድቅስ ኢኻ በተን መወዳእታ መዓልታትካ ናብ ግዴኻ ክትንሲ ኢኻ ክንደይ ዝኾኑ ሰባት ክርስትያናት እዮም ኣብዚ ግዜና እዚ ሰብ ምስ ሞተ ቀጥታ ናብ ሰማይ ይኸይድ ኢሎም ዝሰብኩ ማእለያ ብሎም ብሚልዮናት ቢልዮናት ዝቁፀሩ ክርስትያናት ከምኡ ኢሎም እዮም ዝሰብኩ ከምኡ ኢሎም ይሰብኩ ሰብ ምስ ሞተ ቀጥታ ናብ ሰማይ ይኸይድ ሽዑሽዑ ዓስቢ ይረክብ ኢሎም ይሰብኩ ኣይኮነን ከምኡ ይኮነን ዕብራውያን ዓሰርተ ሓደ እንድሕሪ ኣንቢብናዮ ኣብርሃም ኩሎም እኒ በራቅ እኒ ሲምሶም እኒ ንፍታሄ እንታይ ክንብልና ብዛዕባኦም ከይነዘንተወልኩምስ ግዜ ሓፅረና እዚኦም ኩሎም ብእምነት ተመስከረሎም ግን ነታ ተስፋ ኣይወረስዋን እዩ ዝብለና ኣይወረስዋን ሕጂ ትንቢት ዳንኤል ምዕራፍ 12 ፍቅዲ 13 ምስ እብራውያን 11 11 ፍቅዲ መወዳእታ ዘላ ማለት እዩ ከም ብበልኩም ፍቅዲ 39 40 ብሓደ እንደሎ ብጀካና እዚኦም ናይ እምነት ጀጋኑ ማለት እዩ ብዙሓት እዮም ካብ ካብ ኣቤል ኣትሒዝካ ማለት እዩ ካብ ኣቤል ኣትሒዝካ ናብ ሳራ ኣብርሃም ዳዊት ንፍታሌ እኒ በራቅ እኒ ሲምሶም እንዳበለ ይዛረብ ብዙሓት እዮም ኣብኡ ተገሊፆም ዘለዉ ድሓር ብጀካና ናብ ፍፃሜ ምእንቲ ከይበፅሑስ ፍቅዲ 39 4 ኣምላኽ ብዛዕባና ዝሓይሽ ስለ ዝሓለ እዚኣቶም ኩላቶም ብእምነት ተመስከረሎም ዘሎ ነታ ተስፋ ኣይረኸቧ መይቶም ኣለዉ እታ ተስፋ ኣይረኸቧ እታ ተስፋ እንታይ እያ እንታይ ይብለና መጽሓፍ ቅዱስ? እታ ተስፋኻ ናይ ዘላለም ህይወት እያ ይብለና ማለት እዩ። ስለዚ እታ ዘላለም ህይወት ኣየስተማቐርዋ ግን ንኽኣትዉ ግን ተሃሪሙሎም እዩ ቪዛ ተሃሪሙሎም እዩ ንኽኣትዉ መንግስተ ሰማያ ንኽኣትዉ ተመስኪርሎም እዩ ከምኡ እዩ ዝብለና ተመስኪርሎም እዩ እዚኣቶም ተመስኪርሎም ዘሎ ብእምነት ተመስኪርሎም ዘሎ ናታ ተስፋ ኣይረኸቧን ልክዕ ዳንኤል ከኣ ተመስኪርሉ እዩ፣ ከም ዝኣቱ ሰሚዑ እዩ፣ ብእዝኑ ሰሚዑ እዩ፣ ክትመውት ኢኻ፣ ክትዓርፍ ኢኻ ይብሎ ኣሎ፣ ኣብተን መወዳእታ መዓልታት ግን ናብ ናብ ግዴኻ፣ ናብ እጃምካ፣ ናብ ናይ ዘለኣለም ህይወት፣ ኣብተን መወዳእታ መዓልታት ግና ናብ ግዴኻ ክትትንስእ ኢኻ። ጐይታናን መድሓኒና የሱስ ክርስቶስ ክመጽእ ከሎ ንዳንኤል ክዝክሮ እዩ። የሱስ መጺኡ ንዳንኤል ከም ዘተንስኦ ተመስኪሩሉ እዩ። ስለዚ ብእምነት እዩ መይቱ። ተስፋ ሃልይዎ እዩ መይቱ እሞ ጌጋ እዩ ብዙሓት ሰባት ሰብ ምስ ሞተ ናብ ሰማይ ይኸይድ ዝብል ኣዘራርባ መፅሓፍ ቅዱስ ኣይኮነን እዚ ካበይ ይመፅ እንተ ኢልኩም ካብ ናይ ግሪኻውያን ካብ ናይ ግብፃውያን ፍልስፍና ዝመፀ ደኣሉ እምበር መፅሓፍ ቅዱሳዊ ኣይኮነን ሰብ ምስ ሞተ ናበይ ይኸይድ እንተድኣ ኢልና እስጢፋኖስ ብዳርባ እምኒ ክሃርምዎ ከለው እንታይ ኢሉ ተዛሪቡ ወጎይታይ መንፈሰይ ተቐበላ እዩ ነፍሰይ ተቐበላ ይበለ ነፍሲ ኮነትን ናብ ሰማይ ትኸይድ ሰብ ክመውት ከሎ እስትንፋስ እስትንፋስ እታ ንኣዳም ኡፍ ዝበለሉ ንሳያ ናብ ሰማይ ትኸይድ እዚኣ ነፍሲ ድያ ነፍሲ ኮነትን ነፍሲ ኮነትን እሳ እሳ ናብ ዋሃብያ እያ ትኸይድ እሳ ሂወት ክዘርእ ዝኽእል ሓይሊ ኣምላኽ እዩ መዓስ ደኣ ኣላ እታ ነፍሲ ትባራበር እንተ ደኣ ኢልና ጎይታ የሱስ ክርስቶስ ክመጽእ ከሎ ኣልኣዛር ከተንስኦ ከሎ ጎይታ የሱስ ክርስቶስ ኣልኣዛር ንዓ ውረድ ኣይበሎን ኣልኣዛር ንዓ ውረድ ኣይበሎን እንታይ ደኣ ኣልኣዛር ተንስእ ካብ መጀመርታ እውን ኣልኣዛር ኣበይ ኣንቢርኩሞ ኣለኹም ንዓ ርእ ጎይታ ኢሎም ኣርኦሞ ደሓር ነቲ እምኒ ኣልዕልዎ ኢልዎም ኣልዒሎምዎ ኣልኣዛር ንዓ ውፃእ ኢልዎ ስለዚ ኣልኣዛር ኣበይ ደቂሱ ነይሩ ኣብቲ መቓብር ኣብቲ መቓብር ደቂሱ ነይሩ ሕጂ ከ ከምኡ ዝብሎ ንስኻ ግና ናብ ናይ መወዳእታ ኣቢልካ ክትዓርፍ ደቅስ ሕጂ ደቅስ በቲ መወዳእታ መዓልታትካ ናብ ግድኻ ክትትንስእ ኢኻ ስለዚ ሞት መወዳእታ ናይ ሰባ ማለት ኣይኮን ናይ ረሲ ይኹን ናይ ፃድቅ ይኹን ሞት ናይ መወዳእታ ኣይኮነን የሱስ ክርስቶስ ክመፅዩ ነቶም ቅዱሳን ከተንስዩ ድሕሪ ሽሕ ዓመት ከዓ ናይቶም ረሲኣን ከዓ ትንስኣ ክኸውን እዩ ንሳቶም ግን ንውርደት ንፍርዲ እዮም ዝተንስኡ ደሓር እቲ ዝገበሮ ገበር ኩሉ ምስ ተነበበሎም ምስቲ ራእይ ዮሃንስ ዕስራ ክንሪኦ ከለና ደሓር ግን ናብ ቀላይ ሓዊ ከም ዝድርበዩ ይገልጸልና ማለት እዩ እሞ ኣብዚ ወዲእና ኣለና ኣዚና ንኣምላኽ ነመስግኖ ካብ ምዕራፍ ሓደ ኣትሒዝና ክሳብ ምዕራፍ ዓሰርተ ክልተ ክንመሃር እግዚኣብሔር ዕድልን ግዜን ዝሃበና ክብሪ ንስሙ ይኹን። ዝኾነ ሕቶ ወይ ሓሳብ እንተዳ ሃሊኩም ኮሜንት ጽሓፍ ኢኹም። እግዚኣብሔር ይባርኩም ጸኒልኩም ስለ ዝሰማዕኹም ስለ ዝነበረና ግዜን ሰዓትን ንኣምላኽና ከነመስግነ ኢና። ኣቦ ዘለኣለም ኩሉ ዝከኣለካ ልዑል እግዚኣብሔር ኣቦ ነመስግነካ ንባርኸካ ኣለና ኣብዚ መወዳእታ ዘመን እዚ ነቲ ቅዱስ ቃልካን ምስጢራትካን በብግዜኡን በብሰዓቱን እንዳገበርካ ትገልጸልናን ተብርሃልናን ስለ ዘለኻ ነመስግነካ ኣለና ንሰምዑ ኩሎም ከኣ ምግላጽ ካብ ዝሓሎም ክብሪ ኩሉ ዕቤት ኩሉ ንዓኻ ይኹን ብስም እተፍቅሮ ወድኻ የሱስ ክርስቶስ ኣሜን